እዚ ደሳለት ካቦ ሚድያ እዩ ዕለታዊ ትሕዝቶ መደብና ሕጂ ጀሚሩ ኣሎ ክሳብ ፍጻመ መደብና ምሳና ኮንኩም ክትከታተሉ ብኽብሪ ንዕድመኩም ደሳለት ካቦ ሚድያ ናትኩም መረጃ

ስዓብ ስዓበኒ ካልኣይ ይስዓብ።
ክብራትን ክብራንን ደሳለ ትካቦ ሚድያ ናትኩም ምርጫ ሸር ላይክ ሳብስክራይብ።

ሰላምታና ብምቕዳም ኣብ መላእ ዓለም ዘለኹም ተቓለስቲ ንፍትሒ ኣባላት ብርጌድ ንሓመዱን ደገፍቲ ቃልሲ ብርጌድ ንሓመዱን መጀመርታ ካብ ልቢ ዝነቐለ ናይ ቃልሲ ሰላምታ ነቕርበልኩም። ብምቕጻል ወጽዓ እንተሎ ግድን እዩ ቃልሲ ክህሉ ስለዝኾነ ኢና ከኣ ኢሳያስ ዝመርሖ ጉጅለ ምስ ኣተሓሳስብኡን ትካላቱን መሓውራቱን ተጸራሪጉ ንኽእለ ኣብ ሃገርና መሰረታዊ ለውጢ ንምርግጋጽ ንቃለስ ዘለና። ንኹሉ ዝተቓለሰን ዝቃለስ ዘሎን ከኣ ክብሪ ይግበኦዩ እሞ ክብሪ ይኹንኩም። መወዳእታ ዓወት ናይ ቃልሲ ግን ክትቃለስ ንዝደረኸካ ጸገማት ፈቲሕካ ዕላማታትካ ብምትግባር እዩ ዝዛዘም። ዘይተዛዘመ ቃልሲ ህዝቢ ኤርትራ ግን ወጽዓ ኣብ ልዕሊ ወጽዓ እንዳወለደ ካብ ዝኸፍእ ናብ ዝበኣሰ ናይ ጥፍኣት ሓደጋ ብርሰት ካብ ዝሰጋገር ዓመታት ኣቑጺሩ ኣሎ። ካብ ዓድና ብዘይ ልብና እግርና ናብ ዝመርሓና ሃጽ ኢልና ክንጠፍእ ዝገበረና ዓማጺ ጉጅለ ከም ፈራሕ ከልቢ እግሪ እግርና እንዳሰዓበ የዋርደና ኣሎ። ካብ ዓማጺ ንኽንእለ ከኣ ንፈትዋ ዓድና ኣዴና ንፈትዎም ኣቦታትናን ደቅናን ኣንስትናን ብሓፈሻ ስድራ ቤትና ገዲፍና ሞት ተሳጊርና ኣብ ደሓን ቦታ በጺሕና ኢልና ኣብ ዝሓሰብናሉ ከኣ ካብ ዓድና ዘባረረና ጨካን ስርዓት ብስግረ ዶባዊ ጭኮና ክቆጻጸረና ይፈቲኑ። ነዚ ዘስተውዓሉ ናይ ቃልሲ ተመክሮ ዘለዎም ውሑዳት ተባዓት ተቓለስቲ ግን ሕሉፍ ናይ ቃልሲ ተመክሮታት ገምጊሞም ሓድሽ ናይ ለውጢ ሓይሊ ብሽም ብርጌድ ንሓመዱ ተጸዊዑ ናይ ተግባር ስራሕ ክሰርሕ ንጸላእቱ በቲ ዝርድኦም ቋንቋ ከዛርቦም ተበግሶ ወሲዱ ኣብ ዓለም ምሉእ ዘሎ ተቓላሳይ ኣብ ሓደ ክጥርነፍ ብምግባር ከኣ ብጨናፍር ተወዲቡ ስራሕ ጀሚሩ። ኣብ ክልተ ሽሕን ዒስራን ክልተን ኣብ ሆላንድ ክግበር ዝተሓስበ ዳንኬራ ህግደፍ ብብርጌድ ንሓመዱ ስለ ዝተቋረጸ ኣብ ሃገረ ጀርመን ኣብ ልዕሊ ንስርዓት ህግደፍ ኣታዊታት ክገብሩ ዝሓስቡ ኣዳኸርቲ እዩ ፈላሚ ግብራዊ መጥቃዕቲ ብብርጌድ ንሓመዱ ተጀሚሩ። በዚ ዝጀመረ ቃልሲ ብርጌድ ንሓመዱ ከኣ ናብ መላእ ዓለም እዩ ልሒሙ። ኣብ ልዕሊ ብስም ማሕበረኮም ኤርትራውያን ኣመኽንዩ ህግደፍ ናይ ስለያ መሓውራቱ ልኢኹ ልዑል ኣታዊታት ዝረኽበሎም ዝነበረ ኣብ ዝተፈላለዩ ሃገራት ዘካይዶም ትካላት ህግደፍ ዝኾኑ ፌስቲቫላትን ኮንሰርታትን ከኣ ካብ ስንክልና ጀሚሩ ምምንጣል ሕጋዊ ወረቐትን ማእሰርቲ ምዝንባል ማሕበራዊ ናብራን ብዓቢኡ እውን ሞት ወይ መስዋእቲ ከፊሉ ዓቢ ዓወት ኣመዝጊቡ ብርጌድ ንሓመዱ እዚ ኹሉ ዋጋ ዝኸፈሎ ግን መወዳእታ ዕላምኡ ነቲ ካብ ዲያስፖራ ክሳብ ኤርትራ ተዘርጊሑ ህዝቢ ዘሳቒ ዘሎ ኢሳያስ ዝመርሖ ጉጅለ ኣሊኻ ኣብ ኤርትራ መሰረታዊ ለውጢ ንምርግጋጽ ስለዝኾነ ድሕሪዚኸ ናበይ ዝብል መሰረታዊ ሕቶዩ ክምልስ ፈቲኑ። ብርጌድ ንሓመዱ ንምንታይ እዚ ኹሉ ዋጋ ከፊሉ እንተኢልና ነቲ ኣብ ዓድና ዘሎ ሕጊ ኣልቦ ስርዓት ከም ህዝቢ ክንበርስን ክንጠፍእን ዝገበረና ካብ መሰረቱ ንክእለዩ። ስለዚ ተቓላሳይ ብርጌድ ንሓመዱ ኪኖ ኣብ መላእ ዓለም ዘጋጥሞ ሽግራት ኣብ ዓዱ ንዘላዋ ጓጎ ጩራ ብርሃን ክውላዓዩ ወሲኑ። ከምኡ ክብል ከሎ ከኣ መትከላቱ ብዘይጎድእ ምስ ኣብ ቀረባን ርሑቕን ዘለዋ ሃገራት ዓለም ዝምድና ፈጢሩ ገንዘባውን ሎጂስቲካውን ሓገዝ ዝረኽበሉ ብኹሉ መዳይ ክሰርሕ ምዃኑን ይሰርሕ ከምዘሎን ዝፍለጥ እዩ። ስለዚ ብርጌድ ንሓመዱ ድሕሪ ምፍራስ ትካላትን ዳሳትን ህግደፍ ባይታዊ ቃልሲ ስለ ዝኣምን ናብ ዓዱ ገጹ ክቐርብ ስለ ዘለዎ ወከልቲ ሓይሊ ዕማም ዓለም ለኸ ሰዲዱ ከም ዝነበረ ዝፍለጥ ኮይኑ ገለ ኣባላት ዕማም ህሉው ኩነታት ኣጽኒዖም መድረኽ ክፈጥሩ ናብ ኢትዮጵያ ዝተላእኩ ብዝገበርዎ ክሕደት ግን ዕላማ ብርጌድ ንሓመዱ ክጭወን ብዙሕ ዕንቅፋት ከጋጥሞን ክኢሉ እዩ። ብግሉጽነት ተሓታትነት ዘይብሉ ሕቶ ህዝቢ ዘይምልስ ህዝባዊ ማእከልነት ዝጎደሎ ውክልና ህዝቢ ዘይብሉ ኣካይዳ ካብ ህዝባዊ ማእከል ናብ ጉጅላዊ ኣካይዳ ክቕየር ተዓዚብና ኢና። ብኢደ ወኒኖም ግንባር ዘበልናዬ ባዕሎም ቃልሲ ስለዝመስረቱ ከኣ ብርጌድ ንሓመዱ ኣብ ነፍሲ ወከፍ ሃገር ኣብ ክልተ ተኸፊሉ እዩ። ምኽንያት መኽፈሊኡ ከኣ እዚ ኣብ ላዕሊ ዝጠቐስናዮ ተሓታትነት ዝጎደሎ ኣሰራርሓ እዩ። ካብዚ ውጹእ ሓቂ ተበጊስና ከኣ ቃልሲ ብርጌድ ንሓመዱ ይዕወት እምበር ኣይፈርስን ኢልና ኣብ መትከልና ደው ዝበልና ሕግን ሕጋውነትን ንኣምን ዋጋ ክንከፍል ዝጸናሕና ኣብ መላእ ዓለም ንርከብ ተቓላስቲ ብርጌድ ንሓመዱ ተጠርኒፍና ቃልሲ ናብ ናይ መወዳእታ ሹትኡ ንምብጻሕ ተበጊስና ኣለና። ዝኸበርካ ተቓላሳይ ብርጌድ ንሓመዱ! ዳሳት ህግደፍ ንምፍራስ ሂወትካ ኣብ ሓደጋ ኣእቲኻ ስድራይ ከይበልካ ህዝባዊ ቃልሲ ንምዕዋት ዝኸፈልካዮ ዋጋ ካብ ማእሰርቲ፣ ገንዘባዊ መቕጻዕቲ፣ ብዋጋ ዘይትመን ሂወት ወዘተ ዝኸፈልካሉ ቃልሲ ህርፋን ወይ ባህጊ ናይ ምቅላስ ሃልይካ ዘይኮነስ ቀሲንካ ትነብረላ ብሕግን ሕጋውነትን ትመሓደር ሃገር ንኽትህልወካዩ እሞ ሕጂውን ኩላትና ተሰማሚዕና ብነጽድቖ ሕግን ብንመርጾ መሪሕነትን ክንመሓደርዩ ድልየትና። ስለዚ ዝጀመርናዮ ቃልሲ ባዕልና ንወንኖን ንረከቦን ንቆፃፀሮን እምበኣር ኣብ መላእ ዓለም ዘለና ናይ ዝተፈላለያ ሃገራት ተቓለስቲ ብርጌድ ንሓመዱ ናብ ንቡር ህይወቱ ክንመልሶ ተበግሶ ወሲድና ኣለና። ተሳታፍን ወናንን ናይ ቃልስኻ ኮንካ ኣብቲ ንገብሮ ብንጥፈት ክትዋሳእን ሓቢርና ናብ ወሳኒ መድረኽ ንኣትወሉ ክንፈጥርን መፅዋዕታ ነቕርብ ኣለና። ዓወት ብቕልጽምና! ቃልሲ ብርጌድ ንሓመዱ ይዕወት! ዕስራን ሽዱሽተን ለካቲት ክልተ ሽሕን ዕስራን ሽዱሽተን ኮሚቴ ስራሕ ጥርናፈ ሃገራት ብርጌድ ንሓመዱ!
እስያስ ኣለዎ ናቱ ቢርሰናሊቲ ኣለዎ ናቱ ክእለት ናይ ምቁጽጻር ክእለት ናይ ምክትታል ምዕባሌታት ኣብቲ ሜዳ ኣብ ዝኾነ ህወት ናይቲ ውድብ ኣሎ ማለት እዩ እዚኣ እቲኣ ብልጫ ናይ እስያስ እዚኣ ብልጫ የላን ኣብ ረመዳን ግን ረመዳን ሃገራዊ ዝኽበር ኣብቲ ውድብ ዝኽሕዶ ሰብ የለን ነበር ኣብ ጉባኤ ናይ ናይ ናቕፋ እያ ትመፅእ እቲኣ ጉዳይ ረመዳን ሬዚግኔሽን ኣይገበረን ሕሶት እዩ ሊስታ መፅኣ ናይ ሰባት መን እዮም ክምረፁ ኣለዎም ማእኸላይ ሽማግለ ተባሂላ ከም ሓዲ ፕሮፖዛል እዩ። እሰያስ ካብቲ ቦታ ዝነበሮ ናቱ ርእይቶ ሰዲዱ ማለትሲ ረመዳን ዘይብላ እዚኣ እታ ሓቂ ረመዳን ዘይብላ እዚኣ ኣብ ሸሪፎ ምስ በጽሐት ኣነ ነይረ ምስ ሸሪፎ ያ ጀማዓት ኣልኸይር ብከምዚ ዓይነት ኣገባብ ምውራድ ናይ ረመዳን ጽብቕቲ ኮረትን ኢሉ ሸሪፎ እዩ ተቓወሙ መጀመርያ ምውራድ ብምውራዱ ወላ ኩላትና ኣብዚ እዋን ሃላስ ኣብቂዑ ረመዳን ክንብል ተኾንና ገለ ስናርዮ ክግበር ኣለዎ ንምውራዱ ከይዱ ተዛሪቡ ምስ ድሩዕ ነልኣሚን ከይዶም ተዛሪቦም እንታይ ኣለዎ ክወርድ ኣለዎ ገለመለ ገለመለ ነዚ ሓላፍነት ዝገዝአ ሰብ የለን ገለመታት ህሉ ኣሚን ኣልምህም መርገፂኡ ምስቲ ዋና ፀሓፊ ኮይኑ ማለት እዩ ሸሪፎ መጺኡ ንዓይን ባዱርን ነቲኣ ወረቐት ናይ ርዘግነይሽን ጸሓፍዋ ተባሂሉ። ኣነን ባዱርን ብዓረብ ጽሒፍና። ናብ ኤርትራ ከይዶም ዲፕሎማስያዊ ርክብ ክገብሩ ስሑል ከይዱ። ምስኡ ዓጃቢ ስብሓት ከይዱ። ስሑል ምስ ከደ እዚ ድኣ ጸላኢና እንዶ ከመይ ገይሩ ይገብር ንዓን ንስኻ ምሳና ተዘራረብ ኢሎም ስሑል ከባቢ ክልተ ወርሒ ተቐሚጦም ስብሓት እዩ ምስኦም ይራኸብ ነይሩ። ኣብ መጨረሻ መልእኽቲ ሒዞም መፅኦም እዮም ገሰሰ ወየለ ዝበሃል ክልተ ነገር መልእኽቲ እዮም ሓደ ተኺልኩም ኣግልስዎ ኣወግድዎ ቅተልዎ ማለት እዩ ተዳ ዘየለ ግን ካብ ስልጣን ወርድዎ ተዳ ኣለ ርክብና ይሕማሓይሽን ቻው ኣበረሙ ታርክብ ትበሃል ዚኣታ ትጋነን ናይ ህወሓት መራሕቲ ግን ነዚኣ ሓጋዚና ሻዕብያ ኣብ ጎንና ደው ዝበለ እዩ ሻዕብያስ ካብታ ንጋደለላ ጀሚሩ ክሳብ ንዕወት ክሳብ ሕዚ ኣብ ጎንና ተሰሊፉ ኣይፈልጥን። ናህና ጥፍኣት እዩ ዝደሊ። ካልኣይ ሻዕብያ ናይ ተንኮል ተንኮሉ ክነግረካ ንስኹም ዘይትፈልጦ ነገር ኣሎም። ሰሜን ወራር ዝበሃል ኣብ ገርሁ ስርናይ፣ ኣብ ራማ፣ በድያቦ፣ ዛላምበሳ ንከላኸል ተባሂሉ ትግራይ ኩናት ኣብ ትግራይ ክንውድኦ ኣለና ኢሎም ከምዚ ሕዚ ዝገብርዎ ዘለው ፅምዶ ኲናት ኣ፣ ትግራይ ዓውዲ ኲናት ክገብራ ዝደልዩ ሽዑ እዮም ጀሚሮሞ ሻዕብያ ዓውዲ ኲናት ንምግባር በቱ ኣንቲ ድሃዳ ንምንታይ ኣናብ ትግራይ ንገብሮ ስንቅት ኣብ ትግራይ ሓይዘ ገባርት ኣብ ትግራይ ዝሃልቕ ዘሎ ንህዝቢ ንሱ ዝወድብ ዘሎ ሀ- ንብረት ንሱ ሰለዚ ትግራይ ኮይና መዕንደሪ ኩናት ትኾን ዘለና ኢልና ቦቱ ኣንትማይ ውዕውዕ ሕንፍሽፍሽ ናይ ሰ- ሰን ሸዓተን እኒሀ ነዙይ ዘልዓሉ ምሁራት ብዙሓት ጠፊኦም ግን ተራእይዎም እዩ ኣናሊስ ናብ ኤርትራ ከይዶም ዲፕሎማሲ ርክብ ክገብሩ ስሑል ከይዱ ምስ ዓጃቢ ስብሓት ከይዱ ስሑል ምስ ከደ እዚ ዳ ፀላኢና እንደ ከመይ ገይሩ ይገብር ንዓንስ ሃምሳና ተዘራረብ ኢሎም ስሑል ከባቢ ክልተ ወርሒ ተቐሚጦም ስብሓት እዩ ምስኦም ይራኸብ ነይሩ ኣብ መጨረሻ መልእኽቲ ሒዞም መፅኦም እዮም ገሰሰ ወየለ ዝበሃል ክልተ ነገር መልእኽቲ እዮም ሓደ ተኺልኩም ኣግልስዎ ኣወግድዎ ቅተልዎ ማለት እዩ ተዳ ዘለ ግን ካብ ስልጣን ወርድዎ ተዳ ለርክብና ይሕማሓይሽን ቻው ኣበረሙ ታርክብ ትበሃል ዚኣታ ትጋነን ናይ ህወሓት መራሕቲ ግን ነዚኣ ሓጋዚና ሻዕብያ ኣብ ጎንና ደው ዝበለ እዩ ሻዕብያ ስታፍታ ንጋደለላ ጀሚሩ ክሳብ ንዕወት ክሳብ ሕዚ ኣብ ጎንና ተሰሊፈ ይፈለጥን ናህና ጥፍኣት እዩ ዝደሊ ካልኣይ ሻዕብያ ናይ ተንኮል ተንኮሉ እነግረካ ንስኹም ዘይትፈልጦ ነገር ኣለም ሰሜን ወራር ዝበሃል ኣብ ገሩ ስርናይ ኣብ ራማ በድያቦ ዛላምበሳ ንከላኸል ተባሂሉ ትግራይ ኩናት ኣብ ትግራይ ክንውድኦ ኣለና ኢሎም ከምዚ ሕዚ ዝገብሮ ዘለው ፅምዶ ኪናት ትግራይ ዓውዲ ኩናት ገብራ ዝደልዩ ሽዑ እዮም ጀሚሮሞ ሻዕብያ ዓውዲ ኩናት ንምግባር በቱ ኣንቲ ድሃዳ ንምንታይ ናብ ትግራይ ንገብሮ ስንቂ ኣብ ትግራይ ሓይዘ ገባርት ኣብ ትግራይ ዝሃልቕ ዘሎ ንህዝቢ ንሱ ዝወድም ዘሎ ንብረት ንሱ ሰለዚ ትግራይ እኮ ኢና መዕንደሪ ኩናት ንኾን ዘለና ኢልና ቦቱ ኣንትማይ ወዕውዕ ሕንፍሽፍሽ ናይ ሰን ሸዓተን እኒሀ ነዚ ዘልዓሉ ምሁራት ብዙሓት ጠፍዮም ግን ተራእዎም እዩ ኣናሊስ